ካብዘን ኩለን ዝሰራሕኩወን ሕንባሻ ዝፈኾሰት ዝፈኾሰት ቀዳማይ ደረጃ ሒዛ ዘላ ሕንባሻ እያ። ከምኡ ድማ ንኽትሰርሓ ብጣዕሚ ብጣዕሚ ኣዝያ ቀሊል ኣብ ውሽጢ ፍርቂ ሰዓት ክትውድኣ ትኽእላ ዓይነት ወይ ከዓ ኣሰራርሓ ሕንባሻ እየ ሒዘልክን መፅኤ ዘለኹ ሽኮሪናታት ብሩኽ ሰንበት እንዳበልኩ ናብ ስራሕ ይከብለኩም ሃይ ጋይስ ከመይ ቀኒኹም ሰላም ዲኹም ከመይ ትኾኑ ኣለኹም ሎማንቲ ካብ ሓድሽ ቪድዮ መፅ ኣለኹ ምሳይ ትፀንሑ ብክብሪ እንዳዓደምኩ ላይክ ሼር ሳብስክራይብ ኣይትረሱ ከምቲ ልሙድ እትያ ለቢትዌን ፍርቂ ኩባያ ማይ ተጠቂመ ኣለኹ ብዚ ልብጥ ዝበለ ሽኮር ኣርባዕተ ማንካ በዚ ንበልዓሉ ተጠቂመ ኣለኹ። እሰን ገይረ ንዓሰርተ ደቂቕ ገዲፈዮ ከም እትርእዮ ዘለኽን ሓፍ ምስ በለ ቫናልያ ብራውን ቫናልያ ሽኮር ተጠቂመ ኣለኹ። ሽኡ ፊኑ እንዳነፈኹ ገብር ኣለኹ ከርእክን ኢለ መብዛሕትኡ ግዜ ኣነ ዝረኸብኩ ፊኑ እየ ዝጥቀም እዚ እዚ ኣይብልኒ ንማዓንቲ ከም እትርእዮ ዘለኽን ናይ ኣልዲ ፊኑ ይጥቀም ኣለኹ ማለት ፊኑ ዝጽቡቕ እዩ እዚ ኣይጽቡቕን እዩ ኣይብለክኒ ኩሉ ዝረኸብኩ እየ ዝጥቀም ዝረኸብኩ ከዓ ፅቡቅ እዩ ዝኾነለይ ናይ ዝሓለፈት ቪድዮ መልሲ ከዓ ኣብዛ ቪድዮ ኣለኩም ማለት እዩ ከርእየክኒ ከመይ ዓይነት ቡተር ከም ትጥቀም ማለት እዩ እትርኢ ኣለኽን ኣብዚ ሓሙሽተ ኩባያ ፊኖ ተጠቂመ ኣለኹ እዚያ ዝዕቀነላ ዘለኹ መዕቀኒ ክልተን ሓምሳን ኤምኤል እየ ዝጥቀም ዘለኹ እቲ ኩባያ ማለት እዩ ከምዚ ኦቫል ቅርፂ ተኾነክን ክስታይ ከይትኾነ ኢለ እየ ኩሉ ኩባያታት ሓደ እዩ ፅቡቅ ገይረ ከረዳእክን ኢለ እየ ብዝሓለፈ ቪድዮን ተዛሪበ ኣለኹ ጨው ከዓ ዝተወሰነ ዝኣኽለና ዝበልኩ ገይረ ኣለኹ ማለት እዩ ደሓር ከምዚያ ገይረ ክነፍየ ሎማዓንቲ ከይቀልጠፍኩ ከርእክን ክፈትን እየ ማለት እዩ ብዙሕ ሕቶታት ስለ ዘሎ ተቐልጥፍዮ ክንደይ ኩባያ ከም ትጥቀሚ ገለ ስለ ትብላ እዚኣ ዝቐለለት ወይ ትስራሕ እምባሻያ ከምኡ ድማ ከየቐልጠፍኩ ቀስ ገይረ ክሰርሓልክን እየ ማለት እዩ ነፍየዮ ኣለኹ እዚኣ የታ ቡተር መብዛሕትኡ ግዜ ዝጥቀማ ጠስሚ ማለት እዩ። ጠስሚ እቲ ዝበሃል ያ ቡተር ባተር ካብ እንግሊሽ እዚያ ኬሪ ጎልድ ትብል እየ ዝጥቀም ኣነ መብዛሕትኡ ግዜ ማለት እዩ። እዚኣ ሓንቲ ምስ ገዛእኽን ስኒ ብዙሕ ግዜ ክጥቀማላ ትኽእላ ኢኽን። ሓንቲ እንቋሑ ተጠቂመ ኣለኹ ኢደይ ተሓፂበ ኣለኹ። ሽዑኡ ክለውሳ ኢና ኣብዚ ሽዑኡ ኣብቲያ መጀመርያ ነቲ ለቢቶ ክገብር ፍርቂ ኩባያ ማይ ተጠቂመ ነይረ። ሕጂ ከዓ ንምልዋስ ከኣ ኩባያን በዚኣ ሓንቲ ኩባያን ፍርቅን ኩሉ ምሉ ሕጂ ፈሳሲ ማለት እዩ ማይን ፃባን ክንደይ ተጠቂመ ኣለኹ ክልተ ቢኬሪ በዛ ትሪኣ ዘለኽን ተጠቂመ ኣለኹ ማለት እዩ ከምዚ ኢለ ዛረብ ዘለኹ ነቶም ትፈልጥዎ እንታይ እያ ተደጋግሞ ክትብላ ትኽእላ ኢኽን ሕቶታት ስለ ዝመፅ እዩ ብኸምኡ ኢኻ ደጋጊመ ዛረብ ዘለኹ ማለት እዩ ስለዚ ክልተ ኩባያ ፃባን ማይን ተጠቂመ ኣለኹ ማለት እዩ ኮሬናታት ሩዶ ኸውን ኢለ ሓንቲ እንቋቑሖ ሓንቲ ቫነንያ ስኮር ሓንቲ ለቢቶ ኣርባዕተ ማንካ ሽኮር መብልዒ ንእሽተይ ጨው ባተር ከዓ ሕጂ ክጥቀሚ ከርእክኔት ባተር ዝጥቀሞ ኣርእክን ኣለኹ ደሓር ክገብሮ ከለኳነ ካብ ፍሪጅ ስለ ዘውፅኦ ቁሩብ ኣሙቀብሎ እየ ከም ዝፈሳሲ ገብሮ እየ ማለት እዩ ኩሉ ግዜ ንጥቀሞ ፃባ ወይ ማይ ከዓ ምውቕ ዝበለ ከምቲ ኩሉ ግዜ ዝብሎ ፅቡቕን ፎኪስን ክኾነልክን ምውቕ ዝበለ ክትገብርዎ ኣለክን ማለት እዩ ሽኡ ከምዚ ገይረ እቲ ጥብቕ ጥብቕ ዝብል ኣብ ኢና ስጋብ ዝገድፎ ልውስ ከብሎ እየ ንህለክን ባተር ከዓ ዳርጋ ኣርባዕተ ማንካ ዝኸውን ባተር ተጠቂመ ኣለኹ ማለት እዩ ግድን ኣይኮነን ባተር ተጠቀማ ግድን ኣይብልኒ ዝረኸብክንኦ ኣብ ገዛኽን ዘለክን ንኣኽን ደስ ዝብለክን ንኣኽን ትፈትዎ ክጥቀማሉ ትኽእለ ያኽን ማለት እዩ ቡተር ዘይፈቱ ሰብ ክህሉ ስለ ዝኽእል ከምኡ ድማ ዘይት ዘይፈቱ ሰብ ክህሉ ስለ ዝኽእል እዚ ንዓና ንፈትዎ ዝሰማማዓና ንጥዕናና ንዓና ንደልዮ ክንጥቀም ንኽእል ኢና ማለት እዩ ግድን ኣይኮነን እዛ ኣነ ዝጥቀሞ ክጥቀማ ስለዚ ሽኮሪናታት ከምዚያ ገይረ እለውሳ ኣለኹ ዋላት ናይ ምልዋስ ትርእዩ ዘለኽን ኣየቐልጥፎኒ ከምዛ ዘላታ ሕሲ ኣቢለ ፅቡቅ ገይሩ እቲ ባተር ምስቲ ክስታይና ምስቲ ሓርጭና ምስቲ ብሕቁና ስጋብ ፅቡቅ ገይሩ ዝወሃድ ከምዚ ገይረ ልውስ ከብሉ እየ ስጋብ እዚ ጥብቕ ጥብቕ ዝብል ዘሎ ትሪእዮ ዘለኽን ኣብ ኢደይ ስጋብ ዝገድፎ እየ ኣነ ዝልበስዎ ከምዚ ማራ ሓይሊ ተጠቀማ ገለመለ ኣይኮነን ግን እስይ ኣብ ኢድና ዝ- እዚ ጥብቕ ጥብቕ ኢሉ ዘሎ ምስ ገደፎ በቃ ፎኪስ እዩ ፅቡቕ እዩ ዝኾነና ስለዚ ስጋብ ዝገድፉ ሕሲ ክነብል ኣይና ሽኮሪናታት እስኽን ከ ከመይ ትጥቀማ መብዛሕትኡ ግዜ ባተርቲ ዲኽን ጥቀማ ዘይቲ ዲኽን ትጥቀማ ኣብ ኮመንት ጸሓፍኦ ኩላትና ክንመሃረሉ ማለት እዩ ሽኮሪናታት ደሓር ከምዚኣ ኮይና ኣላ ብድሕሪኡ ጎማ ሽፍ ፍን ኣቢለ ጨርቂ ክድን ኣቢለ ዳርጋ ካብ ዒስራ ስጋብ ዒስራን ሓሙሽተን ደቂ ዝኸውን ከቐምጠ እየ ሎሚ ሙቐት ስለ ዘሎ ከምቲ ልሙድ ቀልጢፉ እዩ ሓፍ ዝብል ማለት እዩ ጨርቂ ክድነ ኣብ ዘለቶ ሽኡ ከምዛ ትሪያ ዘለኽን ክገድፋ እየ ብድሕሪኡ ከም ትሪኡ ዘለኽን ረይኦ ሓፍ ኢሉሎ ብጣዕሚ ከማን ፅቡቅ ገይሩ ሓፍ ኢሉሎ ድሓር ታስንክተላ ባዴላይ ንህለትክን ኣብዚያ ቀሪብ እየ ኣለኹ ቅድሚኡ ግን ሓንቲ ዝፈትዋ ሓፍተይ ተተባብዐኒ ብዙሕ በቃ ብጣዕሚ ሳፖርት ትገብረኒ ሓፍተይ ኣላ ቪድዮኣ ብቀዳማይ ከም ትሰራሕኩ ሕምባሻ ሰሪሓ ሰይዳትለይ ኣላ ኣብ መወዳእታ እዚ ቪድዮ ገብረልክን እየ ረዮ የኽን ነተን ሳፖርት ትገብራኒ ነተን ኣብ ኮመንት እንዳፀሓፍክን ተተባብዓኒ ላይክ ጌርኩም ተተባብዑኒ ሳፖርት ትገብሩኒ ሰባት ብልቢ ብልቢ እግዚኣብሔር የኽብርኩም ብጣዕሚ እየ ዘመስግነኩም ሽኮሪናታት ብጣዕሚ ካብ ልቢ እዩ ብእውነት ብጣዕሚ እየ ዘመስግነኩም ስለዚ እናታ ቪድዮ ከዓ ድሕሪ ትገብሩ እየ ረዮ እየኽን ብጣዕሚ እያ ሳፖርት ትገብረኒ ቅድሚ ሕጂ ዋላ ቪድዮ ዘይኮነት ስእሊ ከምኡ ሰሪሓ መጀመርያ ኣይኮነን ዝሰራሕኩዎ ብጣዕሚ ሳፖርት ስለትገብረኒ ስእሊ ስኢላ ሰይዳትለያ ቀዳማይ ኣይኮነን ቅድሚ ሕጂ እውን ከምኡ ገይረ እያ ስለዚ ንዓው ንኣመስግኑ ደይ ሳፖርት ስለትገብረኒ ሽኮሪናታት ደሓር ከምዛ ትሪያ እዚያ ቀላልያ ምስ ቆራረፅና እያ ከምዚ ትሪዮ ዘለኽን ደሓር ልፍሕሶ ኢና ንገብሮ ዋላ ሓንቲ ብዙሕ ክስታይ ኣየድልዮን እዩ ስለዚ ያሃ ቀላልን ፎኳስን ዝበልኩኹን ማለት እዩ ጊዜ ኣይነጥፍእን ኢና ቀልጢፍና ኢና ንሰርሓ ቀላልን ብጣዕሚ ጥዕምትን ፍኹስ ዝበለን እዩ ሽኮሪናታት ካብ ኩሉ ከምቲ ኩሉ ጊዜ ዝብሎ ይቕንዩ ከምዚ ጌርና እንተ ሰሪሕናዮ ኣርባዕተ ሓሙሽተ መዓልቲ ክጥቀሙ ትኽእላ ይኸን ከይነቐፀ ከየተበላሸዎ ማለት እዩ ርፍተተት ከይበለ ጽቡቅ ኮይኑ እዩ ዝቀኒ ከምዚያ ጌርክን ክትጥቀማ ትኽእላ ኢኽን ከም ዝትሪኦ ዘለኽን ቀሊል እዩ ተሰራርሑኡ ብቐሊል ኣገባብ ዝስራሕ እዩ ብዙሕ ዝካበድ ነገር የብሉን ንሰበት ክንኾነክን ንዝኾነ ኣጋጣሚታት ንምብጻሕ ብጣዕሚ ንብዙሕ ነገር ክትጥቀማሉ ትኽእላ ኢኽን ልዕሊኡ ኸኣ ደቅና ከምስታት ባን ወዲ ባን ብጣዕሚ እዮም ቆልዑ ዝፈትዉ ኣብ ገዛና እንታይ ኣእቲናሉ ንፈልጥ እንታይ ጌርናሉ ንፈልጥ ዋላ ሓንቲ ብዙሕ መፃንሒታት ዘይብሉ ኣብ ገዛና ከምዚ ጌርና ደቅና ከዓ ይበልዑ ማለት እዩ ካብ ካልእ ማለት ንገዝእ ዝበለፀ እዚ እብል ኣነ ንስኽን ከ እንታይ ትብላ እዚ ናተይ ሓሳብ ከመይ ትሪኦ ሽኮሪናታት ኣብ ኮመንት ፀሓፋለይኽን ከምዚ ጌርና ከምዚ ማእኸል ይዓቐን ዘለዎ እቲ በዘን ቅድሚት ኣርባዕተ ዝገበርኩ ረየን ዳርጋ ሓፍ ክብላ ይጅምራ ኣለዋ መጀመርያ ስለ ዝገበርኩውን ማለት እዩ እቲ ንሕጂ ሰለስተ እዚኣ ራበይቲ ዝገብራ ዘለኹ ከዓ ሕጂ እታ ገዲፍያ ዘለኹ ብሑቕ ነዛ ጥቓዛ ዝገብራ ዘለኹ ዘላ ቁሩብ ቅጥን ኢላ ተሰሚዓትንላ ንዓኣ ክምልኣለየ ማለት እዩ ስለዚ እቲ ክስታይ ኣብ ማዕራሪና ክንገብሮ ኣለና ገሊኡ ብጣዕሚ ክስታይ ከይኮነና ማለት እዩ ገጅፍ ከይኮነና ከም ትሪኦ ዘለኽን ምስ ወዳእኹ ሕጂ ሰተታ ኣይንፋኽ በቃ ቅልል ክድን ከብለይ ሓፍ ክብል እዩ ዓሰርተ ደቂ ከም ትሪኦ ዘለኹም ኮይኑ ኣሎ ሽኡ ካብቲ ጠስሚ ልኺ ልኺ ከብል እዩ ካብቲ ባተር ማለት እዩ ልኺ ልኺ ልኺ ከብል እየ ጠስሚ ክብል ከለኹ ከዓ ቅመም ዘለዎ ኣይኮነን እዛ ዘረኣኹ ግን ኣብኡ ከለኽን ኢኽን ትገብራ ማለት እዩ ብቀዳማይ ኣብቲ ዝሓለፈ ቪድዮ ከምኡ ስለ ዝተፃሕፈኒ ኮመንት ዝኾነ ቀመም ክህልዎ የብሉን በቃ ኖርማል ንሳ ቁርፅ ኣቢልና ከም ትሪኦ ዘለኽን ኣምክኽ ኣቢልና ልኽይ ልኽይ ነብሎ ማለት እዩ ፅቡቅ ይኾነና እዚ እንዳገበርኩ ከርስን ፀኒሐ ኦቨነይ ከምዚ ትሪኦ ዘለኽን ኮይኑ ወፂሉ ኩሉ ግዜ ብሚእትን ሰማንያን ላዕልን ታሕትን ኣነ ዝገብሮ ማለት እዩ ተዘይተሃዊኸ ከምኡ ገይረ እየ ዝገብሮ ቀስ ኢሉ ክበስል ኣለዎ ካብ ኦቨን ናብ ኦቨን ስለ ዝፈላለ ከዓ ከምዚ ግበርዎ ኣይብልኒ ከምቲ ልሙድ ማለት እዩ ኦቨንና ርኢና ክንገብሮ ኣለና ብሕቑ ርኢኽንኦ ኣለኽን በቃ ጎልድ ብራውን ኮይኑ ክፅብቕ መዓት ኮይኑ ኣሎ ሽኡ ንዴኮ ኣነ ዝተጣሕነ ስኮር ስለ ዝነበረኒ ቁሩብ ክገብረሉ እየ ከምዚ ትርእዮ ዘለኽን በቃ ገለ ዓይነት ክጥዕም መዓት ክፎኩስ መዓት በቃ ፍልይቲ እሞ ከኣ ቀላል ኦፍ ኮርስ ትካለ ቪድዮታተይ ውን ከምኡ እዩ ፎኪስዩ ግን ቁሩብ ግዜ ዘድልዮ ስራሕ ክኸውን ይኽእል እዩ ፍርቂ ሰዓት ገለ ክወስደልካ ክእል እዩ ወይ ካብኡ ንላዕሊ ማለት እዩ እዚኣ ግን ብጣዕሚ ቀላል ፍሕስ ፍሕስ ኣቢልክን ግብር ተብላ ወዲእኽን ኣለኽን ማለት እዩ ሽኮሪናታት ሕጅ ቆሪሰ ክንድምንታይ ፎኪስ ከም ዝኾነ ከዓ ከርእክኒ ክፎኩስ ማለት እዩ ብጣዕሚ ፎኪስ ረዮ ክፎኩስ መዓት እዩ ክፅብቕ መዓት እዩ ኮይኑ ክጥዕም መዓት እዩ ሽኮር ዘይበዝሖ ኩሉ ዝተመጣጠነ ብጣዕሚ ጥዑም ዝኾነ ሕምባሻይ ሰሪሐ ብዙሕ ነገራት ክኾነና ይኽእል እዩ ንቡና ንቆልዑ ጣዓሞት ፒክኒክ ክትከዳ ከለኽን በርዝደይ ክትገብራ ከለኽን ንብዙሕ ነገር ክትጥቀማሉ ትኽእላ ኢኽን ሽኮሪናታት ስለዚ ኣብ ገዛና ዝሰራሕናዮ እቲ ዝበለፀ ነገር እዩ ካብቲ ንገዝኦ ነገር ማለት እዩ ብሩኻተይ እስኽንከ ከመይ ትርእዩ ኣብ ኮመንት ግበራ ልኢኽን እታ ሓፍትና ሳፖርት ትገብረኒ ዘሰርሓቶ ሕጂ ውን ደጊመ ክነግረኩም ብድሕሪት እዚ ቪድዮ ክገብረልኩም እየ ላይክ እንዳግበርኩም ከተተባብዑኒ ሼር እንዳግበርኩም ከምኡ ድማ ርኢ ርእቶታትኩም ዘይተረዳኩም ተለዎ ኣብ ታሕቲ ጽሓፉለይ ብካልእ ቪድዮ ብካልእ ስራሕ ስጋብ ንረኽብ ኣብ ዘዘለናዮ ሰሰናዩ